ሰላም ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ጸብጻብ ቱርዲ ፍራንስ ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም ካብ መዓልቲ ናብ መዓልቲ ኣብ ናይ ብጫ ማልያ ኣብ ዝግበር ቅልስ እናመቀረ ዝኸይድ ዘሎ ቱር ዲ ፍራንስ ቀዳም 15 ሓምለ መበል 14 መድረኹ ቀጺሉ ውዒሉ ኣብዛ መድረኽ ድማ ተቐዳደምቲ ተረርቲ ዓቐበታት ዝሓቖፈት ሚእትን ሓምሳን ሓደ ነጥቢ ሸሞንተ ኪሎ ሜተር ዝርሕቐታ ውድድር'ዮም ኣካይዶም። ኣብ ዝሓለፉ ዓሰርተ ሰለስተ መድረኻት ብድምር ዓሰርተ ሓደ ተቐዳደምቲ ካብዚ ውድድር ብምኽንያት መውደቕቲ ተኣልዮም ከምዘለዉ ዝፍለጥ'ዩ። ኣብዛ መድረኽ ሚእትን ሰብዓን ሰለስተን ነጥቢ'ዩ ኣብ ናይ ዓቐብ ተቐሪቡ። ኣብ ቅድሚት ኣብ ዝህልዋ ሓሙሽተ ናይ ዓቐብ ክጥበታ ውድድር ቀዳማይ ኮይኑ ዝዕወት ተቐዳዳማይ ብድምር ሓምሳን ክልተ ነጥቢ ናብ ናይ ዓቐብ ሕሳቡ ኣታዊ ይገብር ምስ ምንባሩ ዓቐብ ናይ ምሕኳር ዓቕምን ልምድን ዘለዎም ተቐዳደምቲ ነዛ መድረኽ ክኸስቡላ ከም ዝኽእል'ዩ ቅድሚ ምጅማር ጸወታ ተገሚቱ። ነዛ መድረኽ ነቲ ምስ ቪንጌጋርድ ዝነበሮ ፍልልይ ልዕሊ ዝኾነ ግዜ ኣጽቢቡ ዝርከብ ታደይ ፖጋቻ ክዕወተላ'ዩ ልዑል ግምት ተንተንቲ ብሽክለታ ረኺቡ ናብዛ መድረኽ ኣቕኒዑ። ንፖጋቻር ተኸቲሎም ድማ ከም ዮናስ ቪንጌጋር፣ ቶማስ ፒድኮክ፣ ጃይ ሄንድለይ፣ ሳይሞን ያትስ፣ ጁልየ ቺኮነ፣ ማቲያስ ኬልሞንሰ፣ ፌሊክስ ጋል፣ ካርሎስ ሮድሪገዝ፣ ቲቦ ፒኖትን ብቐደም ተኸተል ዕውታት ናይዛ መድረኽ ክኾኑ ግምት ረኺቦም ዝነበሩ ተቐዳደምቲ እዮም። ኣብ ሚእትን ኣርባዓን ሽዱሽተን ኪሎሜተር ከም ጃይ ሄንድለይ፣ ሉዊስ ሜንከዝ፣ ፍሬድ ራይት ዝርከብዎም ሰላሳ ዝኣኽሉ ተቐዳደምቲ ኣብ ዓባይ ጉጅለ እንከለዉ መውደቕቲ ኣጋጢምዎም። ስጳኛዊ ኣንቶንዮ ፔድሬሮን ደቡብ ኣፍሪቃዊ ኣባል ኢንተርማርሼ ዋንቲ ሰርከስ ልዊስ ሜንኬዝን ድማ ብቐጥታ ውድድሮም ኣቋሪጾም። ኣንቢት ን ኣርባዓን ሰለስተን ኪሎሜተር ኣብ ዓባይ ጉጅለ መጥቃዕትታት ተቐዳደምቲ ውሒዞም። ኣብ ሚእትን ሰላሳን ሰለስተን ኪሎሜተር ኣብ ዝነበረት ናይ ዓቐብ ቅጽበታዊ ውድድር ኣቐዲሙ ካብ ዓባይ ጉጅለ መሊቑ ዝጸንሐ ኣባል ኢኒዮስ ኮሎምብያዊ ዳንኤል ማርቲነዝ ቀዳማይ ብምእታው ክልተ ነጥቢ ወሲዱ። ምስኡ መሊቑ ዝነበረ ጁልያን ኣላፊሊፐ ድማ ካልኣይ ብምእታው ሓንቲ ነጥቢ ወሲዱ። ኣብ ሚእትን ዕስራን ሓሙሽተን ኪሎሜተር ንፖላንዳዊ ዕዉት መበል ዓሰርተ ሰለስተ መድረኽ ሚካኤል ኪዊቶውስኪ፣ ዳንኤል ማርቲነዝ፣ ኔልሰን ፓውለስ፣ ጁልያን ኣላፊሊፐ፣ ሚካኤል ላንዳ፣ ማትየጅ ሞሆሪክ፣ ማድስ ፔተርሰን፣ ኣሌክስ ኣራምቡሮ፣ ኣሌክሰይ ሉሴንኮን ዝኣመሰሉ ተቓዳደምቲ ዝነበርዋ ዕስራ ዝኣባላታ ጉጅለ ኣብ ቅድሚት ተመስሪታ ኣብ ሚእትን ዕስራን ክልተን ኪሎ ሜተር ፈረንሳዊ ሮማን ባርዴት ውድድሩ ኣቋሪጹ ድሕሪ ሓደ ኪሎ ሜተር ኣባል EF Education ብርጣንያዊ ጄምስ ሻው ኣሰሩ ስዒቡ ኣብዚ ህሞት ዓባይ ጉጅለ ብጋንታ ያምቦ ቪዝማ ትቕለስ ነበረት ኣብ ሚእትን ዓሰርተ ሸውዓተን ኪሎሜተር ኣብ ዝነበረት ናይ ዓቐብ ቅጽበታዊ ውድድር ካብ ቀዳመይቲ ጉጅለ ኢጣልያዊ ጁልየ ቺኮነ ቀዳማይ ብምእታው ዕስራ ነጥቢ ወሲዱ። ኔልሰን ፓውለስን ጁልያን ኣላፊሊፐን ድማ ካልኣይን ሳልሳይን ብምእታዎም ብቐደም ተኸተል ሸሞንተን ሽዱሽተ ነጥቢ ወሲዶም። ኣባላት ቀዳመይቲ ጉጅለ ብመጥቃዕትታት ኣብ ዝፈታተኑሉ ዝነበረ እዋን ኣብ ትስዓን ትሽዓተን ኪሎሜተር ናይ ዓቐብ ቅጽበታዊ ውድድር ኣርኪባቶም። ነዛ ጸወታ ውድድር ድማ ጁልዮ ቺኮነ ቀዳማይ ብምእታው ተወሰኽቲ ዓሰርተ ነጥቢ ወሲዱ። ካናዳዊ ሚካኤል ውዱስን ስጳኛዊ ሚካኤል ላንዳን ድማ ካልኣይን ሳልሳይን ብምእታዎም ብቐደም ተኸተል ሸሞንተን ሽዱሽተ ነጥቢ ወሲዶም። ኣብ ትስዓን ኣርባዕተን ኪሎ ሜተር ቁጽሪ ኣባላት ቀዳመይቲ ጉጅለ ናብ ሽዱሽተ ቀኒሱ። ኣብዛ ጉጅለ ድማ ከም ቲቦ ፒኖ፣ ሚካኤል ላንዳ፣ ኔልሰን ፓውለስ፣ ጁልዮ ቺኮነን፣ ኣሌክስ ኣራምቡሩን ሚካኤል ውዱስን ዝኣመሰሉ ተቐዳደምቲ ነበሩ። ኣብ ዝባን ሸውዓተ ኪሎ ሜተር ኣብ ዝነበረት ናይ ዓቐብ ቅጽበታዊ ውድድር ጁልዮ ቺኮነ ቀዳማይ ብምእታው ተወሰኽቲ ዕስራ ነጥቢ ናብ ናይ ዓቐብ ሕሳቡ ኣታዊ ገይሩ። ኣሌክስ ኣራምቡሩን ሚኬል ውዱስን ድማ ካልኣይን ሳልሳይን ብምእታዎም ብቐደም ተኸተል ዓሰርተ ሸውዓተን ዓሰርተ ሓሙሽተን ነጥቢ ወሲዶም። ክሳብ ሓምሳን ሸሞንተን ኪሎ ሜተር ኣብ ዝነበረ ርሕቀት ዓባይ ጉጅለ ኣብ ቅድሚኣ ንዝነበሩ ተቐዳደምቲ እናለቐመት መሪሕነት ናይቲ ውድድር ተረኪባ። ኣብ ሓምሳን ክልተን ኪሎሜተር ከም ኢማኑኤል ቡችማን፣ ማርክ ሶለር፣ ቶማስ ፒድኮግን ዝኣመሰሉ ተቐዳደምቲ ካብታ ንቪንጌጋርድ ዝሓዘት ጉጅለ ተረፉ። ኣብ ሓምሳ ኪሎሜተር ኣብ ዝነበረት ናይ ዓቐብ ቅጽበታዊ ውድድር ዎንት ቫን ኣርት ቀዳማይ ብምእታው ዓሰርተ ነጥቢ ወሲዱ። ዊኮ ኬልደርመንን ዮናስ ቪንጌጋርድን ድማ ካልኣይን ሳልሳይን ብምእታዎም ብቐደም ሰዓብ ሸሞንተን ሽዱሽተ ነጥቢ ወሲዶም። ኣብ ሰላሳን ትሽዓተን ኪሎሜተር ፖርቱጋላዊ ሩበን ገሬሮ ውድድሩ ኣቋሪጹ። ኣብ ዕስራን ሸውዓተን ኪሎሜተር ንዮናስ ቪንጌጋርድ፣ ታደይ ፖጋቻ፣ ዎንት ቫን ኣርት፣ ሴፕ ኩስ፣ ራፋኤል ማይካ፣ ጃይ ሂንድለይ፣ ፈሊክስ ጋልን ኣዳም ያቴስን ዝሓቖፈት ዕስራን ሸውዓተን ዝኣባላታ ጉጅለ ኣብ ቅድሚት ቆይማ። ኣብ ዕስራን ሓደን ኪሎሜተር ቁጽሪ ኣባላት ናይዛ ጉጅለ ናብ ሸውዓተ ወሪዱ። ጸወታ ንኽዛዘም ዓሰርተ ሽዱሽተ ኪሎሜተር ምስ ተረፎ ታደይ ፖጋቻ፣ ዮናስ ቪንጌጋርድን ንመሪሕነት ጸወታ ናይቲ ውድድር ተረከቡ። ፖጋቻ ነዊሕ ከይጸንሐ ንቪንጌጋርድ ኣጥቂዕዎ ተዓዚሩ። ፖጋቻ በቲ ዝመለቐሉ ናህሪ ክቕጽል ኣይከኣለን ድሕሪ ክልተ ኪሎ ሜተር ቪንጌጋርድ ኣርኪብዎ። ፖጋቻ ዕስራ ናይ ዓቐብ ነጥብን ሸሞንተ ክሊታት መኦሸሽን ዝነበራ ናይ ዓቐብ ቅጽበታዊ ውድድር ንምዕዋት መጥቃዕቲ ኣብ ዝፈነወሉ ኣብ ቅድሚኡ ዝነበራ ሞተር ብሽክለታ ስለ ዝዓገተኦ መጥቃዕቱ ብቕጽበት ደው ከብል ተገዲዱ። ኣድብዩ ዝጸንሐ ቪንገጋርድ ድማ ዕዉት መጥቃዕቲ ብምክያድ ድማ ነታ ኣብ ዓሰርተ ክልተ ኪሎ ሜተር ዝነበረት ናይ ዓቕብ ጾታ ውድድር ቀዳማይ ኮይኑ ብምእታው ዕስራ ናይ ዓቐብ ነጥብን ሸሞንተ ካልኢታት ናይ ግዜ መቖሸሽን ወሲዱላ። ኣሰሩ ዝሰዓበ ፖካቻ ድማ ዓሰርተ ሓሙሽተ ነጥቢ ምስ ሓሙሽተ ካልኢታት ግዜ መቖሸሺ ወሲዱ። ኣብ ትሽዓተ ነጥቢ ክልተ ኪሎ ሜተር ስጳኛዊ ካርለስ ሮድሪገዝን ኣዳም ያተስን ንፖጋቻን ቪንገጋርድን ተሓዊሶሞ። ካርሎስ ሮድሪገዝ ትንፋስ ከይሃቦም ካብዛ ጉጅለ መሊቑ ንቕድሚት ወጺኡ። ፖጋቻ ድማ ኣብ ምህዳን እዚ ስጳኛዊ ተጸሚዱ። ካርሎስ ሮድሪገዝ ንመወዳእታ ግዜ ናይ መድረኽ ዓወት ከመዝግብ ዝኸኣለ ቅድሚ ሓደ ዓመትን ዓሰርተ ትሽዓተ መዓልታትን ኣብ ቻምፕዮን ስጳኛ ምዕዋቱ'ዩ። ዕዉት መጥቃዕቲ ዘካየደ ካርሎስ ሮድሪገዝ ብተቛጻጺ ንውድድሩ ብ ሰለስተ ሰዓትን ሓምሳን ሸሞንተን ደቒቕን ኣርባዓን ሓሙሽተን ካልኢትን ብምዝዛም ዕዉት መበል ዓሰርተ ኣርባዕተ መድረኽ ቱር ዲ ፍራንስ ኮይኑ ታደይ ፖጋቻን ዮናስ ቪንገጋርድን ብሓሙሽተ ካልኢታት ዲሒሮም ካልኣይን ሳልሳይን ኮይኖም ውድድሮም ዛዚሞም ናብ ስቱድዮ ክሳብ ንኣቱ ቢንያም ግርማይ ኣብ ደረጃ ኣይኣተወን ኔሩ ውጽኢቱ ተዓዚብና ኣብ ኮመንት ከነስፍረልኩም ኢና ዕውት መድረኽ ካርለዝ ሮድሪገዝ መበል ስሳን ሸውዓተን ስጳኛዊ ኣብ ቱር ዲ ፍራንስ ናይ መድረኽ ዓወት ከመዝግብ ዝኸኣለ ተቓዳማይ ኮይኑ ንሰለስተ ናይ ዓቐብ ቅጽበታዊ ውድድር ቀዳማይ ኮይኑ ዝተዓወተለን ኢጣልያዊ ጁልየ ቹኮነ ኣግረሲቭ ራይደር ናይዛ መድረኽ ኮይኑ ተዓዊቱ። በዚ መሰረት ዴንማርካዊ ዮናስ ቪንግጋርድ ብ ሓምሳን ሸውዓተን ሰዓትን ን ኣርባዓን ሸውዓተን ደቒቕን ዕስራን ሸሞንተን ካልኢትን ብጫ ማልያ የሕሊፉ ክህብ ኣይከኣለን። ፍሹል መጥቃዕቲ ዘካየደ ታደይ ፖጋቻ ብ ዓሰርተ ካልኢታት ድሒሩ ይስዕቦ። ስጳኛዊ ካርሎስ ሮድሪገዝ ብ ኣርባዕተ ደቒቕን ኣርባዓን ሰለስተን ካልኢትን ድሒሩ ሳልሳይ ተርታ ሒዙ ይኽተሎም ኣሎ። ቤልጁማዊ ያስፐር ፊሊፕሰን ብ ሰለስተ ሚእትን ዕስራን ሰለስተን ነጥቢ ኣብ ናይ ነጥቢ ኣብ ዝግበር ዘሎ ቅልስ ቀዳማይ ኮይኑ ይመርሖ ኣሎ። ዴንማርካዊ ማድስ ፔደርሰን ብሚእትን ሰብዓን ትሽዓተን ነጥቢ ይስዕቦ። ፈረንሳዊ ብሪያን ኮካርድ ብሚእትን ሰብዓን ሸሞንተን ነጥቢ ሳልሳይ ተርታ ሒዙ ኣሎ። ዴንማርካዊ ዮናስ ቪንገጋርድ ብሓምሳን ኣርባዕተን ነጥቢ መሪሕነት ኣንበሳ ዓቐብ ካብ ኔልሰን ፓውለስ ተረኪቡ። ኔልሰን ፓውለስ ብተመሳሳሊ ነጥቢ ብመዓልቲ ተበሊጹ ይስዕቦ። ታደይ ፖጋቻር ብኣርባዓን ሸሞንተን ነጥቢ ሳልሳይ ተርታ ሒዙ ኣሎ። ታደይ ፖጋቻር ብሉጽ መንእሰይ ናይዚ ውድድር ኰይኑ ይቕጽል። ካርሎስ ሮድሪገዝን ፌሊክስ ጋልን ካልኣይን ሳልሳይን ኰይኖም ይስዕብዎ። ብጋንታ ኢኒዮስ ቀዳመይቲ ኮይና ትመርሕ ኣላ። ቱር ዲ ፍራንስ ሰንበት ዓሰርተ ሽዱሽተ ሓምለ ብመበል ዓሰርተ ሓሙሽተ መድረኹ ቀጺሉ ክካየድ እዩ። ኣብዛ መድረኽ ድማ ተቐዳደምቲ ኣብ ተራር ዓቐብ እትዛዘም ሚእትን ሰብዓን ትሽዓተን ኪሎሜተር ዝርሕቐታ ውድድር ከካይዱ እዮም። ቺንግ ሃይሌ ቀዳም ዓሰርተ ሓሙሽተ ሓምለ መበል ሻውዓይ መድረኹ ቀጺሉ ውዒሉ። ኣብዛ መድረኽ ድማ ተቐዳደምቲ ሚእትን ዕስራን ሸውዓተ ነጥቢ ክልተ ኪሎ ሜተር ዝርሕቐት ውድድር'ዮም ኣካይዶም። ነዛ መድረኽ ድማ ቻምፕዮን ኣፍሪቃ ኤርትራዊ ኣባል ግሪን ፕሮጀክት ባርዲያኒ ሄኖክ ሙሉብርሃን ንውድድሩ ብክልተ ሰዓትን ሓምሳን ኣርባዕተን ደቒቕን ዓሰርተ ትሽዓተ ካልኢትን ብምዝዛም ቀዳማይ ኮይኑ ተዓዊቱ። ሄኖክ ሙሉብርሃን ካብ ምዕዋት መድረኽ ብተወሳኺ ዓሰርተ ካልኢታት ናይ ግዜ መቑሽሽ'ውን ወሲዱ'ዩ። በዚ መሰረት ኡራጋያዊ ኤሪክ ፋኩንደዝ ብ ዕስራን ሸውዓተን ሰዓትን ዓሰርተ ሽዱሽተ ደቂቕን ኣርባዓ ካልኢትን ሓድሽ መራሒ ቺንግ ሃይሌ ኮይኑ። ዕውት መድረኽ ሄኖክ ሙሉብርሃን ብ ሰለስተ ካልኢታት ድሒሩ ካልኣይ ተርታ ሒዙ ኣሎ። ሄኖክ ሙሉብርሃን ብ ሰብዓን ሰለስተን ነጥቢ ቀዳማይ ኮይኑ መሪሕነት ቀጠልያ ማልያ ቀጺሉ ኣሎ። ኢጣልያዊ ኣሌሶ ኔሪ ብ ዓሰርተ ሸሞንተ ነጥቢ መሪሕነት ኣንበሳ ዓቐብ ዓቂቡ። ሄኖክ ሙሉብርሃን ብ ዓሰርተ ሰለስተ ነጥቢ ሳልሳይ ተርታ ሒዙ ኣሎ። ኪንግ ሃይሌክ ሰንበት ዓሰርተ ሽዱሽተ ሓምለ ብሻም ናይን ናይ መወዳእታ ንመድረኹ ክቕጽል እዩ። ኣብዛ መድረኽ ድማ ተቐዳደምቲ ክልተ ሚእቲ ነጥቢ ክልተ ኪሎ ሜተር ዝርሕቐት ውድድር ከካይዱ እዮም። ኣብዛ መድረኽ ሄኖክ ሙሉብርሃን ሰለስተ ኸሊታት እንተኸሲቡ ናይ ፈለማ ኤርትራዊ ተቐዳዳማይ ንኪንግ ሃይሌክ ዝዓወተሉ ክኸውን እዩ። ጸቡቕ ዕድል ንሄኖክ ሙሉብርሃን። ባርከ ዝኸበርኩም ተኸታተልቲ ሲኔማ ሰመረ ናይ ሎሚ ትሕዝቶና ኣብዚ ንፍጽም ኣብ ቀጻሊ ብኻልእ ዜና ክሳብ ንራኸብ ሰላም።